ካልእ ጉድ ኢማራት ዘቃልዐ ተረኽቦም። ሞራላውን ስትራቴጂያውን ውርደት ኢማራት ምስላን ጽልዋን በዓላ ትድውን ዘላ ሃገር ክቡራት ተኸታተልትና ኣብዚ ቐንያት ኣብ የመን ዘስካሕካ ገፍዐት ተፈጸሞ ስውር ኣብያተ ማእሰርትን መኽዘናት ዘይሕጋዊ ኣጽዋርን ኢማራት ድሕሪ ምርካቡ ተተሓሒዙ ዝስማዕ ዘሎ ቁጥዐን ክስን ምስክርነትን መጸዋዕታ ንኣህግራውን ዞባውን ሓይልታትን ኣዋሂዱ ዘምህረት ወልደ ሰማት ኣዘዳለዎ ትሕዝቶ ናባኹም ከብለ ሰይድ መሓመደ ክሳብ መወዳእታ ክትከታተሉኒ ብኸብሪ ዕድም ፖለቲካዊ መልክዕ ሓውሲ ደሴት ዓረብ ኣብ ርእሲ እቲ ኣብ የመን ክምዕብል ዝጸንሐ ኩነታት ኣብ ምምሕዳር ሓድሮሞት ድሕሪ ዝተቓልዐ ዘሕዝን ምቅላዕ ናይቲ ብኢማራት ዝመሓደር ዝነበረ ስውር ኣብያተ ማእሰር ተወሲኾ ብመሰረቱ ይቕየር ኣሎ። ድሕርቲ ብስዑድያ ሃንደበት ተወስደ ስትራቴጂያ ወተሃደራዊ ምትእታው ዝተረኽበ ምስጢራዊ ኣብያተ ማእሰርቲ ዝካየደሉ ዝነበረ ስርዓታዊ ስቅያት ከምኡውን ኣብ መደበር ኣየር ሪያን ዝተረኽበ እልቢ ዘይብሉ ፍቓድ ዘይነበሮ ኣጽዋራትን ካልኦት ልዑላዊ ትካላትን ዘጠቓልል ከቢድ ክስታት ኣብ ልዕሊ ኢማራት ይቐርብ ኣሎ። ብፍላይ እቲ ኣሽሓት ዜጋታት የመን ዝሰራጠይሉ ዝነበሩ ኣብያተ ማሰርቲ ኣብዚ እዋን ብኹለን ዓበይቲ ማዕከናት ዜና ዓለም ከም ኣልጀዚራ፣ ቢቢሲ፣ ሮይተርስን ካልኦትን የቃልሖ ኣለዋ። ኣገልግሎት ዜና ቢቢሲ ኣብ የመን ኣብ ዝርከባ ወተሃደራዊ መዓስከራት ሕቡራት ኢማራት ዓረብ ነበር ዝተረኽበ መዳጎኒ ቦታታት ክኣቱ ፍቓድ ከም ዝተዋህቦን እዚ ድማ ኣብቲ ንዓሰርተታት ዓመታት ዝቐጸለ ኲናት ሓድሕድ የመን ብኢማራት ዓረብን ምስኡ ዝመሓዘዎ ሓይልታትን ዘመሓደር ዝነበረ መርበብ ምስጢራዊ ኣብያተ ማእሰርቲ ከም ዘሎ ንነዊሕ እዋን ዝቐርብ ዝነበረ ክስታት ኣረጋጊጹ እዞም ርኽበታት ግን ንኢማራት ካብ ከባብያዊ ዲፕሎማስያዊ ምትፍናን ዝሰግሩ ኮይኖም ብኣጠቓላሊ ውድቀት ነይቲ ንዓሰርታት ዓመታት ዝቐጸለ ዞባዊ ስትራቴጂን ጽልዋን ዘግህዱ ምዃኖም እዩ ዝግለጽ ዘሎ። እዚ ሓድሽ ክስተት ቅልውላው ብ19 ጥሪ 2026 ኣመሓዳሪ ግዝኣት ሓድሮሞት ሳልም ኣልከምባሺ ኣብ ጥቓ ወደባዊት ከተማ ሙኻል ኣብ ዝርከብ መደበር ኣየር ሪያን ጋዜጣዊ መግለጺ ድሕሪ ምሃብ'ዩ ተጋሂዱ። እቲ ዝርዝራት ዝነበሮ መግለጺ ተመሓዳሪ ንብዙሓት ከምዘሰንበደ'ዩ ዝግለጽ። ብመሰረት ምንጭታት እዞም ማዕከናት ዜና፣ መንግስቲ የመን ምስቲ ቅድሚ ዓሰርተ ዓመታት ኣቢሉ እተመስረተ ኪዳን ልፍንታዊ ሓይልታት ዘቐምጦ ዕላማታት ፍጹም ዘይቃዶ ዘይሕጋዊ ኣጽዋራትን ኣሰራርሓታትን ኢማራት ከምዝረኸበ ኣቃሊዑ። እቲ ኣመሓዳሪ፣ ባህረነይ'ዞም ንዋትን ዝተዳለዉሉ ኣገባብን፣ ምስቲ ብተለምዶ ኣብ ወተሃደራዊ መዓስከራት ዝርከቡ ምዱባት ሰራዊት ዝጥቀምሉ መሳርሒታት ዘይቃዶ ምዃኑ ኣመልኪቱ። ብኻልእ ወገን መንግስታዊ ማዕከን ዜና የመን ሳባ፣ እዚ ድሕሪ ምንስሓብ ሓይልታት ኢማራት ካብታ ሃገር ዝተረኽበ ወተሃደራዊ መሳርሒታት መብዛሕትኡ ግዘ ሽበራውያን ጉጅለታት ዝጥቀምሉ ባእታታት ምዃኑ ይገልጽ። እዚ ኩነታትን ኣብ የመን ዝነበራ ዝቃላዕ ዘሎ ቀይዲ በታኽነትን ድማ ነታ ንነብሳ ከም ቀንዲ ዕርዲ ኣንጻር ዞባዊ ሽበራ ኮይና ኣብ ገጽ ምዕራባውያን ክትቀርብ ዘጸንሐት ኢማራት ዓቢ ውርደት ምዃኑ እዩ ዝእመን። ካብዚ ሓሊፉ እቲ ርኽበት ብፍላይ ኣብ ከባቢ ኣህጉራዊ መዕርፎ ነፈርቲ ሪያንን ዘይሕጋዊ መዳጎኒ ማእከላት ምርካቡ ብመንግስቲ ዝምወል ገዝተ ዝፍጸመሉ ሕቡ ትሕቲ ቅርጺ ቃሊዑ ኣሎም እዞም ማእከላት ግዜያዊ መዳጎኒ ሸላታት ዘይኮኑስ ንሰብኣዊ ኣተሓሕዛ ብዝምችእ ዝተመሓየሹ ምስጢራውያን ኣብያተ ማእሰርቲ ምንባሮም ድማ ነቲ ኩነታትን ምስሊ ኢማራትን ኣጋዲድዎ ኣሎ። እቶም ዝስምዑ ዘለዉ ሓበሬታታትን ዝቐርቡ ዘለዉ ዞባዊ ትንታነታትን፣ ኪንዮ እቲ ኣብ መኽዘናት እተረኽበ ብዝሕን ዓይነትን ኣጽዋር፣ ናብቲ ኣብ ዘመነ ዓብላልነት ኢማራት ዝተኸፍለ ሰብኣዊ ዋጋ ክጥመት ከም ዘለዎ የተሓሳስቡ። እዘ ድማ ነቲ ሕጂ ኣንጻር ኣቡዳቢ ቀንዒ ዘሎ ሞራላዊ ሕቶታትን ድርኺትን ንምርዳእ ድሕረ ባይታ ዝህብ እዩ። ዝተፈላለያ ማዕከናት ዜና ንግዳያት ነይቲ ኣብያተ ማእሰርቲ ነበር ምስክርነት እናሰምዓ'የን ዘቃልሕኦ ዘለዋም። ግዳያት ብሰበ ስልጣን ኢማራትን ብኢማራት ዝድገፉ ኤሊት ሓይልታት ምልሻታትን ኣብ ዝመሓደሩ ምስጢራዊ ኣብያተ ማእሰርቲ ዝተሳቐዩ ምዃኖም ምስክርነት ይህቡ ኣለዉ። እቲ ኣብ ኣብያተ ማእሰርቲ ዝነበረ ስቅያት ካብቶም ግዳያት ብዝተፈላለያ ማዕከናት ዜና ዝስማዕ ዘሎ ኮይኑ፣ እቲ ሸላታት ኮነ ተባሂሉ ነቲ ሕማቕ ኣተሓሕዛ ብዝምችእ ኣገባብ ተሰርሐ ኣዝዩ ጸበብቲ ኮይኑ ዝተሃንጸ፣ ሓደ እሱር ኣሽንኳይዶ ኮፍ ክብል ወይ ክድቅስ ክፍትን፣ ንሓጺር እዋን እውን ኣብኡ ደው ክብል ኣይክእልን ተባሂሉ'ዩ ዝምስከረሉ ዘሎ። ገለ ካብዞም መሳለጥያታት ኣብ ትሕቲ መሬት ወይ ኣብ ርሑቕ በረኻዊ ከባቢታት፣ ካብ ህዝቢ ኣዝዩ ኣብ ዝረሓቐ ስዉር ከባቢታት ተደኮኑ ኮይኖም፣ እዘ ድማ ካብ ንቡር ህይወት ህዝቢ ርሒቑ፣ ፍጹም ተነጽሎ ንምርግጋጽን ኣብ ልዕሊ እሱራት ጭንቀት ንምፍጣር ዝዓለመ ምዃኑ ተጣበቕቲ መሰላት ይምጉቱ ኣለዉ። እዚ ኩነታት እዚ ድማ ዕጫ ናይቶም ብሓይሊ ዝተጨውዩን ዝጠፍኡን ሰባት ክግለጽ ዝጠልብ ተቓውሞታት ኣስዒቡ ኣሎ። ጽልዋ ኢማራት ኣብ የመን፣ ኣብ ሱዳንን ካልኦት ቦታታትን እውን ከም ዝረኣ፣ ኣብ ውሽጢ ዓዲ ሓይልታት ውክልና ኣብ ናይ ምሓዝን ምምሕዳርን ዓቕማ ተመርኮሰ እዩ ነይሩ። እዘ ድማ ብፍላይ ምስ ተነጸልቲ ሓይልታት ደቡብ ዝነበራ ዝምድና ክረኣ ይከኣል። ይኹን እምበር ህርፋን ኢማራት ኣብ መወዳእታ ነቲ ዲፕሎማስያዊ መጠረዝያ ከም ዝሓለፉ እዮም እቶም ምንጭታት ዝሕብሩ። ኣብ ታሕሳስ 2025 ሓይልታት ደቡብ ንዝቐረበሎም መጠንቀቕታት ስዑድያ ዕሽሽ ብምባል ብድፍኢት ኢማራት ምድራዊ መጥቃዕታት ብምግባር ኣብ ሓድሮሞትን ኣልማህራንን ሰፊሕ ቦታታት ተቖጻጺሮም እዚ ከም ቀጥታዊ ጸጥታዊ ስጋት ስለ ዝተረኣየ ድማ ንጂኦፖለቲካውን ጂኦስትራቴጂያዊ መልክዕ የመን ይኹን ዞባ ቀሒ ባሕሪ ንሓዋሩ ዝቕይር ዘሎ ብስዑድያ እተወስደ ተሪርን ቀጻዕን ግብረ መልሲ ኣስዒቡ፣ ብተወሳኸ ድማ ንምብትታን ጥምረት ሃገራት ወሽመጥ ዓረብ ምኽንያት ኮይኑ። ምጀመርታ ወርሒ ጥሪ ክልተ ሽሕን ዕስራን ሽዱሽተን ድማ ብስዑዲ ዓረብ ዝድገፉ ሓይልታት መንግስትን ነተን ኣውራጃታት ዳግማይ ከም ዝተቋጻጸሩን ፍጹም ምፍራስን ምብትታንን ሓይልታት ደቡባዊ ቤት ምኽርን ምህዳም መራሕቶምን ከም ዘሳዕበን ይፍለጥ። እዚ ኣብ ውሽጢ እቲ ኪዳን ዝነበረ ውሽጣዊ ግጭት፣ ነቲ ኣብ ምብራቓዊ የመን ዝነበረ ዓብላልነትን ምሕደራ ኢማራት ዓረብን ፍጹም በቲኽዎም። እቲ ዲፕሎማስያዊ ውድቀት ኣዝዩ ቅልጡፍ እዩ ነይሩ። ብሰለስተ ጥሪ ክልተ ሽሕን ዕስራን ሽዱሽተን፣ ብኣቦ-መንበር ፕሬዝደንታዊ ቤት ምኽሪ የመን ረሻድ ኣል-ዓሊ ምስ ተበጽሐ ሓባራዊ ስምምዕ ምክልኻል ድሕሪ ምፍራሱ፣ ሓይልታት ኢማራት ዓረብ ኣብ ውሽጢ ዕስራን ኣርባዕተን ሰዓታት ክወፁ ተኣዚዞም። ሚኒስትሪ ምክልኻል ኢማራት ዓረብ ክሳብ ክልተ ጥሪ ሙሉእን ዋግዓውን ምስሓብ ከምዛዘመ እኳ እንተገለፀ እቲ ኩነታት ብመሰረቱ በቲ ክድግፎ ዝመፁ መንግስቲ ብኸም ዝተጠቕሰ ኣገባብ ዝሰዓበ ምብራር ወተሃደራዊ ህላወኦም ዘዋርድ ናይ መወዳእታ ምልክት ተገይሩ ተቖጽረ። እዚ ተረኽቦታት እዚ ኣብ ዞባዊ ጽልዋ ኢማራት ዓረብ ዝህልዎ ጽልዋ ብዙሕ ሸነኻት ዘለዎን ነዊሕ ዝጸንሐን ክኸውን ከም ዝኽእል ከኣ ተንተንቲ ይገልጹ። ኣብዚ መዳይ እቲ ብቐዳምነት ዝጥቀስ ምጥፋእ ተኣማንነት ሓይልታት ውክልና እዩ። ምፍራስ ተገንጸልቲ ሓይልታት ደቡብ እቶም ብኢማራት ዓረብ ዝድገፉ ጉጅለታት ብዘይቀጥታ ወተሃደራዊ ምትእታው ክነብሩ ከም ዘይክእሉ ዘርኢ እዩ። እዘ ድማ ኢማራት ዓረብ ኣብ ካልኦት ከባቢታት ዘለዋ ተመሳሳሊ ናይ ውክልና ሞዴላት እትምርኮሰሉ ዞባዊ ጉዳያት ከዳኽማ ምዃኑ ኣይተርፍን። ብኻልእ ነጥቢ ምስዚ ሕጂ ኣብ የመን ተጋሂዱ ዘሎ ኣሰቃቂ ኩነታት ኣብያተ ማእሰርቲ ኣብኡ ዝተፈጸመ ዘስካሕኪ ግፍዕታትን ዘናን ተቐባልነት እንተ ሃገር ብርኡይ ኮንቆልቁል ምዃኑ እዩ። እዚ ምምራሕ ኢሰብኣዊ ኣብያተ ማእሰርቲ ዝብል ክስታት ነቲ ንናጽነትን ዘመናውነትን ማእከላይ ምብራቕ ይጣበቀ ዝብል ሓይሊ ኢማራት ዓረብ ዝብርዝ እዩ። እዚ ንምርግጋእ ሃገር ኢሉ ዝኣተወ ሓይሊ ክንድዚ ዝኣክል ጥሕሰት ክገብር ምርኣይ፣ ነቲ ኣቡዳቢ ንዞባዊ ተበግሶታት ጸጥታ ንምምራሕ ክትገብሮ ዝጸንሐት ጻዕርን ጽዋን ዘውድቕ ምዃኑ እዩ ዝግለጽ። ሰበት ኣቓልቦ ዓለምን ዞባውያን ሓይልታትን ነዚ እዋናዊ ርኽበታት ኣብ ግምት ብምእታው፣ ፍትሕን ዞባዊ ምርግጋእን ንምርግጋጽ ዘኽእል ስጉምታት ክውሰድ ዝጠልቡ እዮም። እቲ ኣመሓዳሪ ናይታ ብዙሕ ጉድ ዝተረኽባ ዞባ ሓድሮመት ዝኾነ ሳልም ኣልከምባሺ፣ ድሮ ኣብ ልዕሊ ሓላፊ ደቡባዊ ቤት ምኽሪ ዝነበረ፣ ኣብዚ እዋን ኣብ ኣቡዳቢ ተዓቚቡ ዘሎ ዓይደሩስ ኣልዙበይድን ካልኦት ባእታታት ኢማራት ዓረብ ሰበ ስልጣናትን ወከልቲ ውልቀ ሰባትን ስጉምታት ክውሰድ ምዃኑ ገሊጹሎም። ኣብ ርእሲ እዚ ማሕበረሰብ ዓለም ነዚ ጻዕርታት ብዘለዎ ኣድማሳዊ ስልጣን ወይ ኣህግራዊ ኣብያተ ፍርዲ ሰብኣዊ መሰላት ኣቢሉ ክድግፎ፣ ነቶም ኣብቲ ኣብያተ ማእሰርቲ ሰፊሕ ገበናት ዝፈጸሙ መኮንናት ቀዋሚ መቕጻዕቲ ክረኽቡ ጸዊዑ ኣሎም። ብተወሳኺ ኣብተን ኣብ ትሕቲ ምምሕዳራዊ ቁጽጽር ኢማራት ዝነበራን ተመሳሳሊ ምስጢራዊ መሳለጥያታት መዳጎኒ ከምዘለዎን ሓበሬታታት ዝወጽእ ዘሎ ካልኦት ከባቢታት፣ ማለት ሰቆጥራ፣ ዓደን፣ ላጅ፣ ጣይዝን ሑደይዳን መርመራታት ከስፋሕፍሑ እውን ኣመልኪቱ'ሎ። ስፍሓትን ሙሉእ መንነትን ናይቶም ዝጠፍኡ ሰባት ንምቅላዕ ኣብ ነብሲ ወከፍ ናይተን ኣብ ቅድሚ ሕጂ ኣብ ትሕቲ ቁፅፅር ኢማራት ዓረብ ዝነበራ መሳለጥያታት ኩሉ መዳያውን ግሉፅን ኦዲት ክግበር ድማ ፃውዒት ይግበር ኣሎ። ምስዚ ተተሓሒዙ ግዳያትን ስድራቤቶምን ተሓታትነት ጥራይ ዘይኮነስ ክብረቶም ክምለሰሎም ከምኡውን ዘስካሕክሕ ኢሰብኣዊ ስቅያት ዝወረዶም ካሕሳ ክወሃቦም ይጠልቡ ኣለዉ። ኢማራት ድማ ነቶም ብዘይሕጋዊ መንገዲ ዝተገፍዑ ዜጋታት የመን ንምሕዋይ ገንዘባውን ሞራላውን ሓላፍነት ክትወስድ ትሕተት ኣላ። እዚ ሓድሽ ኩነታት ምስቲ መንግስቲ የመን ዝወሰዶ ምስራ ዝውዕል ምክልኻልን ምስጓግን ደሚርካ ክረኦ እንከሎ ተወሳኺ ዲፕሎማስያዊ ክሳራን ተነጽሎን ዘስዕበላዩ ንኢማራት እዘ ድማ ካልኦት ዞባውን ኣህገራዊ መሻርኽቲ ምስ ኢማራት ዝጸንሐን ተመሳሳሊ ምትሕባራት ክግምግማ ዘትርኽ ምዃኑ ኣይተርፍን። ነዚ ከይኮነ ኣይተርፍን ድማ ኢማራት ነቲ ኣብዚ ዞባ ዘንጸላልዋ ዘሎ ተነጽሎ ንምክሓስ ብዝመስል ምስ ህንዲ ዝምድና ከተዕሙቕ ትረኣ ዘላ። እዚ ግን ምስቲ ህንዲ ምስታ ቀንዲ መተሃላልኽታ ኮይና ዘላ ስዑድያ ዝሓየለ ዝምድና ስለዘለዋ፣ ክንደየናይ ከይሰልጣ ዝብሉ ወገናት ኣለዉ። ብኻልእ ወገን ኢማራት ካብ የመን ሙሉእ ብሙሉእ ከም ዝወፀት እኳ እንተገለፀት ፅላሎታ ዝኾኑ ባእታታት ኣብ ውሽጣዊ ፀጥታውን ካልእን መሓውራት ተሰግሲጎም ከይተርፉ ማሕበረሰብ ዓለምን ዞባዊ ትካላትን ሓያል ስራሕ ይፅበዮም ከም ዘሎ ተንተንቲ የተሓሳስቡ። እዚ ከምቲ ኣብ ዝሓለፈ ምድላዋትና ዝገለፅናዮ ድሕሪ መጥቃዕቲ ስዑድያ ወግዓዊ ምንስሓብ ሓይልታት ኢማራት ካብ የመን እቲ ዝሓየለ ዝተርፍ ስራሕ ነቲ ኣብ ዓመታት ዝተሃንጸ መርበባት ምልላይን ምብትታኽን እዩ። ኢማራት ብኸምቲ ኣብ ሱዳን ተካይዶ ኣገባብ ሳላ ዘለዋ ገዚፍ ፋይናንስያዊ ዓቕሚ ዝተፈላለዩ ስውር መርበባት ውክልናታትን ዕሱባት ሓይልታትን ተጠቂማ ብመንገዲ ጎረባብቲ ሃገራት ትጥቀመሉ ኣገባባት ኣብ ግምት ኣእቲኻ እትብዶ ቀሊል ከምዘይኮነ ምስካር የድሊ። እዚ ኮይኑ እምበኣር ርኽበት ኣጽዋር መዓስከር ኣየርያንን መርበብ ምስጢራዊ ኣብያተ ማእሰርትን ነቲ ዞባ ኣዝዩ ኣገዳሲ ጉዳይ እዩ። ኢማራት ኣብ የመን ዘካየደቶ ምትእትታው ካብ ፋይናንስያውን ወተሃደራውን ወጻኢታት ሓሊፉ፣ ዓሚዩቕ ሞራላውን ስትራቴጂያውን ተኣማንነት ዘጥፍእ ኮይኑሎም ንፍርዳዊ መሓውር ናይ ሓንቲ ክሕግዘ ክኢላ ዝኣተወታ ልኡላዊት ሃገር ብምጥሓስ ከምዚ ዝበለ ገበናት ምፍጻማ ዝጸንሓ ዞባዊ ጽልዋ ደዊናቶላ። ኣቡዳቢ ነዚ ዝቐርበላ ዘሎ ክስታት መሰረት ዘይብሉ ፈጠራታት ብምባል እኳ እንተገለጸቶ እቲ ብዓበይቲ ማዕከናት ዜና ዝቃላዕ ዘሎ ምስክርነት ዝደሓኑ ግዳያት እቲ ብኣካል ምስ መርትዖታት ዝረኣ ዘሎ ትሕቲ መሬት ሸላታትን መዳጎኒ መሳለጥያትን ክከሓድ ዝከኣል ኣይኮነን። ከምዚ ዝኣመሰለ ዕንደራን ኣራግጽን ዝፈጠሮ ኣብ ሱዳን ብዳዕ መሰል እተገብረ ገበናት ስኑድ ኮይኑ ኣብ ካልኦት ሃገራት ዞባ ግን ከም ዝበለ ናይ ውክልናን ስርዓታዊ ገበናትን ከይድገም ዝተሓባበረ ዕቱብ ስጉምቲ ክውሰድ ዘተሓሳስብ ኩነታት ፈጢሩ ኣሎ። ክቡራት ተኸታተልትና እቲ ንእዋናዊ ምዕባለታት ዞባና ዝዳህሰሰ መደብ ዝተኸታተልኩምዮ ነይሩ። ነዚ መሰረት ብምግባር ዞባዊ ኩነታት ናበይ ከምርሕ ይኸል፣ እንታይ ስጉምቲ ክውሰድ ይግባእን፣ ልኡላውነት ሃገርን ህዝብን ንምኽባር ከ ካብዚ እንመሃሮ እንታይዩ ኣብ ዝምልከትን ተዛመድቲ ዛዕባታትን ርእይቶታትኩም ከተስፍሩ ንጽውዕ። ብተመሳሳሊ ትሕዝቶታት ክሳብ ንራኸብ ሰላም።